ሰላዪት ኣብ መቐለ ደራሲ ኢንጂነር ጸጋይ ተኽለ ሚካኤል ገብረ ህይወት ተረኽቲ ሓይላ ባሰፋው ፌበን ኮበል መበል ዕስራን ኣርባዕተን ክፋል ምዕራፍ ዓሰርተ ክልተ ደሴት ደሴ ሰሉስ ዕስራን ትሽዓተን ሰነ ክልተ ሽሕን ዓሰርተን ከሎኔል ተስፋይ ንፌሩዝ ካብ ማእሰርቲ ከውጽኣ እዪ ከይዱ ንሳ ግና ክትኣምን ኣይከኣለትን።
ነዛ ኩሉ ነገረይ ዝኾነት ሃገረይ ክእለተይ ከካፍል ዝመጻኹ ክንሰ ብዘይ ወዓልክዎ ኣብ ካርሸል ዳጒንኩም ንኸተብቅዑ ከመይ ኢለ ክኣምነኩም? ኢላ ምትሳ ኣበየት። ፌሩዝ ሓቅኺ ኢኺ ብስም መንግስቲ ኤርትራ ይቕሬታ እሓትት። ክትቅበልዮ ድማ ተስፋ እገብር። ዝመጸና ሓበሬታ ኣጋጊና ገሊጽና ክንነግረኪ ቅሩባት ኢና። ናብ መራሒ መንግስቲ ከነቕርበኪ እውን ድልዋት ኢና። ደጊመ ብስም መንግስቲ ኤርትራ ይቕሬታ እሓትት። እቲ ምርጫ ናባኺ ንገድፎ። በላ ብሕዙን መንፈስ ከምኣ ኣብ ባይታ ሩፋዕ ኢሉ። ፌሩዝ ተደናገረት። ትብለውን ኣይነበራን። ተነኽነኸት። ኮሎኔል ተስፋይ ብኽያታ ክትውድእ ተጸበያ። ድሕሪ ዕስራ ደቒቕ ብድድ በለት። ንኮሎኔል ድማ ተኲራ ጠመተቶም። ኣነ ናብ ፕረዘንት ዘእቱ ጉዳይ የብለይን። ግዜኡ ከጥፍኣሉ እይደልን እየ። ልዕሊ እቲ ዝተሰብረ ልበይ ሃገረይ ስለ ትዓቢ ይቕሬታኹም ተቐቢለዮ ኣለኹ። ኢላ ነታ ሸላ ብኹሉ መኣዝና ተመልኪታ ታቝጸት። ኣብ ደገ ጸባ ትመስል ጻዕዳ ላንድ ክሮዘር መኪና ትጽበያ ነበረት። ናብቲ ንዓኣ መቐበሊ ተባሂሉ ዝተዳለወ ቪላ ወሰደታ። ከኖልየል ነብሳ ተሓጻጺባ ክዳውንታ ክትቅይር ባኞ ረኣያ። ፌሩዝ ብዙሕ ሕልማይ ነብሳ ክትሕጸብ ቡምባ ከፈተት። ኩሉ ነብሳ ቀጭቀጭ ኣበላ። እታ ሸላ ተራእያታ ብኽያት ሰዓራ ተነኽነኸት። ምስ ተረጋገእት ካብ ባኞ ወጺኣ ካብቲ ከኖልየል ኣብ መዳቕሶ ዘንበረላ ባልጃ ቱታ ለቢሳ ተመልሰቶ። ካብ ሆቴል ኣስመራ ፓላስ ቁርሲ ተኣዚዙ ኣብ ጠረጴዛ ተቐሪቡ ነበረ። ከሎንየል ንቁርሲ ናብቲ ጠረጴዛ ኣመልከተላ እሞ ነታ ኣዝያ ትፈትዋ ኦምሌት ርእያ ፍሽኽ ኢላ ኮፍ በለት። ፌሩዝ፣ ሞርቴሬላ፣ ፋርማጆ፣ ኮሚደረ፣ ሽጉርትን ጉዕ በርበረን ዘለዎ ዝተጠብሰ እንቋቑሖ፣ ኦምሌት፣ ክትፈቱ ጉዳም'ያ። ብፍቕሪ'ያ ትበልዖ። እንተ ሽዑ ግና ክልተ ኩላሶ ምስ በልዐት ንብዓት ሰዓራ። ኣይከኣለትን። ከኖልየል ትም ኢሉ ረኣያ ክወጸላ ድሕሪ ቁሩብ ደቓይቕ ብዘይ ዝኾነ ዘረባ ትም ኢላ ቁርሲ ክትበልዕ ጀመረት ነታ ኦምሌት ግና ኣይወዳኣታን ኣፋሪቓ ገደፈታ
ሓንሳብ ነበይነይ ክኸውን ይኽእል ድየ
እወ ክገድፈኪ እየ መን ምዃነይን ንምንታይ ናብዚ ከም ዘምጻኹኽን ክነግረኪ ክኖሌል ተስፋይ ሃብተስላሰ በሃል ኣብ ሃገራዊ ድሕነት እየ ዝሰርሕ። ንዝተወሰነ እዋን ንበይንኺ ኣይክገድፈክን እየ። ድሕሪ ሓደ ሰዓት ናብ ተዕርፍሉ ቦታ ክወስደኪ እየ። ናብ ደሴት ደሴ። እታ ደሴት ብመርከብ ናብ ዳህላክ ክትከዲ ከለኺ ርኢኺ ኣለኺ። ስእልታት እውን ኣለኪ። ኣብኡ ዋላ ጥራይ ዝባንኪ ክትሕምብሲ ክንገድፈኪ ኢና፣ ናብ ተብልዮ ስለ ዘይብልኪ። ኢሉ ፍሽኽ በለ። ከም ዝተሰማምዐት ርእሳ ንላዕሊ ንታሕቲ እነነወት። ኣብ መኪና ከዕርፍ እንተኢልኪ ግና ክንብገስ ንኽእል ኢና። ፌሩዝ ንኻልኢታት ሓሰበት። ክንብገስ ንኽእል ኢና። ኢላ ብድድ በለት። ናብ መዳቕሶ ከይዳ ባልጃ ከፊታ ዘድልያ ጠራኒፋ ተመልሰት። ኩሉ ዘድልየኪ ኣዳሊናልኪ ኣሎና። ዝግዛእ ነገር ኣየድልየክን እዩ ስለዚ ንበገስ ብምባል ብድድ ኢሎም ወፁ መኪና ባዕሉ ኮነሌሊ ዝመርሓ ፌሩዝ ድፎ ከይበጽሑ ድቃስ ወሰዳ መኪና ደው ኣቢሉ ነቲ ሰድያ በጥ ከብለላ ፈጺማ ኣይሰማዕቶን ቅድሚ ፍርቂ መዓልቲ ብድቅስታ ኣብ ምጽዋዕ በጽሑ ኣብ ሆቴል ገርግሶም ኣብ ሓንቲ ኣጕዶ ኣተዉ። ኣብቲ ደንደስ ባሕሪ ኮፍ ክትብል ከም ትደሊ ነገረቶ'ሞ ረቕቕ ዝበለ ክዳን ለቢሳ ብሓባር ከዱ። ኣብ ሑጻ ኮፍ ኢላ ጸጸኒሓ ትነብዕ ነበረት። ከሎኔል ትም ኢሉ ረኣያ። ደኺማ ክሳዕ ትገድፎ። ኮሎኔል ሞባይሉ ደወለት። ካብ ፌሩዝ ፍንትት ኢሉ ተዛሪቡ ዓጸዋ። ፌሩዝ ክንብገስ ቅርብቲ ዲኺ? ቅርብቲ ምዃና ርእሳ ነንወት። መፍትሕ ኣረኪቦም ኣብ ግራር ናብ ዝርከብ ሓይሊ ባሕሪ ኤርትራ ኣምርሑ። ፈጣን መርከብ ክትወስዶም ተዳልያ ጸንሓቶም። መራሒኣ ሰላምታ ሂቡ ክኣትዉ ኣመልከተሎም። ካብ መኪና ንብረት ወሪዱ ተጻዕነ። መርከብ ተበገሰት። ኣስታት ሓደ ሰዓት ተጓዒዞም ሰዓት ሰለስተን ፈረቓን ድሕሪ ቐትሪ ኣብታ ደሴት በጽሑ። ኣርባዕተ ንሓለዋ ዝተመደቡን ሓደ ሓኪምን ኣባላት ሓይሊ ባሕሪ ተቐበልዎም። ናብቲ ንዕኦም ተባሂሉ ዝተዳለወ መዕረፊ ወሰድዎም። ከሎኔል ንመዕረፊኣ ዝኸውን ክፍሊ ክትመረጽ ካብቲ ህድሞታትን ኣጓዱን ሓተታ። ኣጉዶ መረጸት። እታ ኣጉዶ ኩሉ ዘማልእት ነበረት፣ ኣየር ኮንዲሽነር፣ ተለቪዥን፣ ፍሪጅን ሻወርን። ፌሩዝ ኣካላታ ቀጭ ቀጭ እናበላ ነብሳ ተሓጺባ ሓደ ሰዓትን ፈረቓን ኣዕሪፋ ተበራበረት። ነዊሕ ቀሚ ሽወድያ ናብ ገምገም ባሕሪ ኣምርሐት። ደሴት ደሴ ሓንቲ ካብተን ልዕሊ ክልተ ሚእቲ ዝኾና ደሴታት ኤርትራ'ያ። ገማግም ባሕራ ብጻዕዳ ሑጻ ዝተሸፈነ፣ ከም ኩለን ደሴታት ኤርትራ ማያ ዘይተበከለ ብምዃኑ፣ ምሕምባስ ንዘይክእል እውን ንኽሕምብስ ዘወናውን እዩ። ከኖልየል ተስፋይ ናብቲ ዝነበረቶ ክኸድ ኣይመረጸን። ባዕላ ክትመጾ ገደፋ። ኣብ ሓንቲ ኩርባ ኮፍ ኢሉ፣ ሩዝቨልትስ ሰክረት ዎር ኤንድ ዎርልድ ዎር ቱ፣ ምስጢራዊ ኩናት ሪዝቮልትን ካልኣይ ኩናት ዓለምን፣ ዘርእስታ መጽሓፍ የንብብ ነበረ። ፌሩዝ ኣማዕድያ ሪኣቶ ነይራ'ያ። ምስ ነብሳ ክትዛረብ ስለ ዝመረጸት ኣይከደቶን። ጸሓይ ናብ ምዕራብ ኣግና ኮሎኔል ናብኣ ቅርብ ኢሉ፣ ፌሩዝ ኣዕሪፍኪ'ዶ? ሓተታ
እወ
ኢላ ገጹ ንኸይትርኢ ናብ ስግር ባሕሪ ኣማዕደወት። እሞ ቁሩብ ሓበሬታ ክህበኪ ፍቐድለይ። ክሳዕ ኣጸቢቕኪ ተዕርፍን ነብስኺ ዝምለስን ኣብዚ ክንቅኒ ኢና። ዝኣዘዝክዮ ካብ ባጽዕ ክመጸልኪ ይከኣል እዩ። ሓደ ኣጋር ሓኪም ኣብዚ ምሳና ኣሎ ዘድሊ ክንክን ክገብረልኪ ዩ ከተዕርፊ ኢለ እምበር ክመጸኪ ሓቲትኒ ነይሩ ዩ ቅርብቲ ዲኺ
ሕራይ
ኢላ ቁሊሕ ከይበለቶ ናብ ኣጉድኣ ኣምርሐት ሓኪም ተኸቲልዋ ኣተወ ነቲ ሕልፍ ሕልፍ ኢሉ ማይ መሰል ዝሓዘ ቁርበታ ኣልኮሆል ገይሩ ሓጺቡ ጸራሪጉ ኩነታታ ዘስግእ ከም ዘይኮነ ኣብ ሓጺር እዋን ብፍላይ ኣብቲ ማይ ጨው ምስ ኣተወት ቅምርር ክብል ምዃኑ ነጊርዋ ከደ። ከኖልየል ናብቲ ገምገም ባሕሪ ከይዱ ኮፍ በለ። ሓደ ካብቶም ኣብ ሓለዋ ዝተመደቡ ወተሃደራት ሓይሊ ባሕሪ ኣዕጫው ኣብ ህረር ርእሲ ኣንቢሩ፣ ንሓድሕደን ተመሳቂለን ኣብ ጫፈን ዝተላሕማ ክልተ ሓጻውን ብኽልተ ሸነኽ ተኸለ። ክርቢት ሸርጢጡ ወረቐት ኣቃጺሉ ነቲ ኣዕጫው ለኮሶ። ኣብ ቅጥን ዝበለ ዘንጊ ዝተሰኩዐ ዓሳቱና ኣብ መንጎተን ክልተ ዝተመሳቐላ ሓጻውን ኣንቢሩወን ከደ። ፌሩዝ ሃልሃልታ ሓዊ ሪኣ ካብ ኣጉዶ ወጺኣ ናብ ኮሎኔል ኣምሪሓ። ቀሚሻ ኣርኒባ ኣብቲ ጻዕዳ ሑጻ ሮፋዕ በለት። እቲ ሃልሃልታ ማረኻ። ኔወሰኣብ ዓርካ ናፊቓ ኣሕነቕነቐት። ፌሩዝ ንሎሚ ደኣለይ ምግብና ዝወጽእ እምበር ካብ ጽባሕሲ ከምቲ ኣብ ጀርመን በሊዕኩም ሰቲኹም ነናትኩም ትኸፍሉ ነናትና ኢና ክንሰርሕ ኢሉ ፍሽኽ በላ። ፌሩዝ ኣዒንታ ንብዓት ቋጺሩ ብምንባሩ ክሳዳ ከይጠወየት ክምስ በለት። ከሎኔል ነቲ ኣብ ሃልሃልታ ሓዊ ዝነበረ ዓሳ እናዞረ ይጠብሶ ነበረ። ፌሩዝ ነታ በረድ ዝሓዘት መዝሓሊት ከፊታ ረኣየታ። ሓንቲ ቀያሕ፣ ሓንቲ ጻዕዳ ነቢትን ቢራታትን ጸንሓ።
ነዛ ጻዕዳ ነቤት ክኸፍታ ይኽእል ድየ? እወ፣ ንዓይ ድማ ሓንቲ ቢራ እንተ ትህብኒ ደስ ምበለኒ። ፌሩዝ ንቕድም ነታ ጥርሙዝ ቢራ ከፊታ ንኮሎኔል ኣቐበለቶ። ንነብሳ ድማ ካብታ ጻዕዳ ነቢት ኣብ ብርጭቆ ቀዲሓ
ንጥዕና ከይበለት ገልጠመት። እዋእ ፕሮስት ንጥዕና ከይበልኪ ፌሩዝ ኣግርሞት ብዝመስል ርእሳ ነውኒዋ ትም በለት። ብሸነኽ ምዕራብ ዝረአ ዝነበረ ቀይሕ ባና ፀሓይ ማሪኽዋ ብሓሳብ ኣርሒቓ ገሸት። ቅድሚ ዓመት ምስ ዮስኣብ ኣብ ሞናኮ ስፓኛ ዘሕለፈቶ ናይ ዕረፍቲ ግዜኦም ተራእይዋ ፍሽኽ በለት። ከሎኔል እናሻዕ ሰሪቑ እናጠመታ ነቲ ዓሳ ጠቢሱ ወደየ። ፌሩዝ ክብላን ኣብ ሓሳብ ጥሒላ ብምንባራ ክትስንብድን ሓደ ኾነ። ይቕሬታ ምሳይ ኣለኺ ኢለ ኣሰንቢደኪ ዶ? ኣይ ምንም ኣይኮነን። እሞ እዛ ዓሳ በጃኹም ሓሪረ ካብ ዝሓዊ ኣውፅእኒ ይብላ ኣሎ እሞ ብያቲ ዶ ከተቐብልኒ? ፌሮዝ ብዘይ መልሲ ብድድ ኢላ ኣቐበለቶ። ካብቲ ዓሳ ብኻራ ቆሪጹ ኣብ ቢያትኣ ኣንበረላ። ኢዳ እናተመሽለቖት ክትበልዕ ጀመረት። ኣብ ሃልሃልታ ዕንጨቲ ዝተጠብሰ ዓሳ ኣዝየ ዝፈቱ። ብተስዓን ክልተን ንትምህርቲ ናብ እስራኤል ምስ ከድና ኣብቲ ናይ መላለዪ ግብጃታት ኣብ ደንደስ ባሕሪ ባርቤኪው ወይ ኣብ ሃልሃልታ ዝተጠብሰ ዓሳ ይዳሎ እሞ ናይቲ ሓንቲ ወስ ካልኣይቲ ሃሰስ ሳልሰይቲ መሰስ ዝነበረ ህይወት ገድሊ ግዲ ኮይኑ ኣነን ብጾተይን ከይተፈለጠና ብሃታ ሃታ ስጉድ ስጉድ ነብሎ። ዝግ ኢልና ምብላዕ ክንላመድ ኣርባዕተ ሓሙሽተ መዓልቲ ወሲድልና። ኣብ ሜዳ ብማይን ጨውን ዝተፈትፈተ ቦጅቦጅ ንብሎ መሸላ ወዲ ዓከር ኢና ንበልዕ ኔርና። ንሱ እውን ዝሰኣነሉ እዋን ነይሩ እዩ። ካብ ሜዳ ናብ ኣስመራ ምስ ኣተና ሻዕብያ ንኣርባዕተ ዓመት ስራሕ ብዘይ ደሞዝ ዝብል መምርሒ ኣውፂኡ ንወርሒ ሓምሳ ቅርሺ ናይ ሻሂ ይወሃበና ነይሩ። ተጋዳላይ ህዝባዊ ግንባር ናጽነት እምበር ገንዘብ ሒዙ ከም ዘይመጸ ይፈልጥ ስለ ዝነበረ ነታ ሓምሳ ብር ዓባይ ነገር ቆጸራ። ኮይኑ ከኣ ምስቲ ኩሉ ንቕሓትና እቶም ገንዘብ ንፈልጥ ተገረምና። እቶም ከይፈለጡ ንሜዳ ዝወጹ ግና መጀመርያ ብዙሕ ኮይኑ ተሰሚዕዎም። ኣብ ሳልስቲ ልቑምጽ ምስ ኣበልዋ ግና መኣዲ ገድሊ ተዘኪርዎም ጥርቅም በሉ። ምስ በላ ካርካር በለት። እዋእ ከተዕልለሉ ጥዑም እዩ። ሽዑ ግና እቶም በርጌስ ቢራ ቀዲሖም ወጃዕጃዕ ክብሉ ክትርኢ ከቢድ እዩ ነይሩ። ሎሚ ገበሮ እንተ ዝብሉኒ ኣይሕሱን እየ፣ ኣይምገበርክዎን። በዚኣ ገይረ ምሳኺ ናብ ዓዲ እንግሊዝ ምሰተኸኩ ነይረ ኢሉ ክምስ በለ።
ኣነ ድማ ንቦሊስ ዓዲ እንግሊዝ መሰረከብኩኻ ነይረ። ኢላ ካርካር እናበለት ግን ከመይ ጌርኩም ደኣ ክኢልኩሞ ሓተተት ከም ወዮ ተዓቢሳ ዘይወዕለት ዕላማ ኢሉ ዓይኒ ዓይና እናጠመተ ፌሩዝ ዕላማ ዕጥቂ እዩ ካብ ብረት ዝተረረ ዕጥቂ ኢሉ ክምስ በላ ማለት ሓተተት ኣብ ኢዳ ዝሓዘቶ ስጋ መሽሊቕዋ ንኣእዳዋ ኦፍና በለት ወዲ ሰብ እኮ ንዕላማ እዩ ዝመውት ወራሪ ወይ ጎባጢ ክሳዕ ዘይኮነ ካብ ባርነት መግዛእትን ጎበጣን ንምውፃእ ትገብሮ ቃልሲ ዕላማ እዩ ንስለሱ ትስንክል ንስለሱ ትስዋእ ብዙሓት ንሓርነት ዝተቓለሳ ውድባት ነይረን እየን እሞ ናይ ሻዕብያ ግና ፍሉይ እዩ በላ እናኳማስዐም
ንምንታይ
ሻዕብያ ሰብ ይቀይሩ ስነ ጥበበኛ ዘይነበረ ስነ ጥበበኛ ሞተር ፈቲሑ ዘይኮነስ ርእዩ ዘይፈልጥ ከም ዝፈትሕ ሓፂን ቀጥቂጡ ዘይፈልጥ ክቕጥቅጥ መድፍዕ ሪኡ ዘይፈልጥ መድፍዕ ክጽግን ታንክ እንታይ ምዃና ዘይፈልጥ ምዝዋር ከም ዝኽእል እዩ ገይሩ ብዘይ ኣፈላላይ ልዕሊ ዅሉ ግና ኣተሓሳስባ ሰብ እዩ ቀይሩን ሃኒጹን ምኽንያቱ ኣጽዋር ዘይኮነ ሰብ ሓይሊ ምዃኑ ይኣምን ስለ ዝነበረ ካብዚኣ ዶ ክውስኸኪ? ባዕለይ ክወስድ እየ። ጀርመናውያን ጥዑም ከይበልኩም ኣይትበልዑን ኢኹም እዩ ዝበሃል።
ያ ሓቅኻ ጥዑም ብምባል ርእሳ የማነ ጸጋም እናነነወት ክምስ በለት። ኢትዮጵያ ዘይፈተነቶ ኣጽዋር ኣይነበረን። ኑክሌር ቦምብ ነይርዋ እንተዝኸውን እውን ካብ ምጥቃም ድሕር እምበይ እምበለትን። ህዝባዊ ግንባር ግና ሓንቲ ዕጥቂ ጥራያ ነይራቶ፣ ሰብ ንዕላማ ዝስዋእ ሰብ። ኣብ ሜዳ ንጸላኢ ብብረት ክትቃለሶ ቀሊል እዩ፣ ከምኡ ብረት ዓጢቕካ ስለ ዘለኻ። ስለያዊ ንጥፈታት ዘካይዱ ዝነበሩ ግና እንተ ተታሒዞም ከቢድን ፈታንን ዕጫ እዩ ዝጽበዮም። ዘይጽወር ይጸውሩ ተጻዊሮም ይሓልፉ በቃ ንስለ ዕላማ ኢሉ ሓንቲ ብጸይቶም ኣብ ማእሰርቲ ማርያም ግቢ ዘሕለፈቶ ኣሰቃቂ ምርመራ ዘኪሩ እዝን በለ። ፌሮዝ ተመሲጣ ትሰምዖ ነበረት። ካብቲ ዓሳ ቆሪጻ ኣበ ቢያቱኡ ገበረትሉ እሞ።
ብላዕባ!
ኢላ ፍሽኽ በለቶ። ኣብ ናይ ገድሊ ህይወተይ ብዙሕ መሪር መስዋእቲ ርእየ እየ። ሰባት ብቦምብ ኣካላቶም ተቖራሪጹ በብሓደ ኣራርየ ዝቐበርኩሉ እዋን ነይሩ እዩ። ክዝክሮ ከለኹ እብህርር እብህርር ጥራይ ዘይኮነ ለይቲ እእዊ። ንዓይ ጥራይ ኣይኮነን ከምኡ ዝበለ ኣሰቃቒ ኲናት ኣብ ሕልናይ መጺኡ ዝረኣየኒ ንብጾትና እውን ከምኡ ናይታ ካብ ማእሰርቲ ሓዝሓዝ ወፅያ ዝመፀትና ጓል ኣንስተይቲ ግና ኢሉ ይቕሬታ ሓቲቱ ሽጋራ ወልዐሕም ዛንታ እታ ብፀይቶም ከዘንትወላ ሓተተቶ ዘይተነግረ ታሪኽ ጓል ኣንስተይቲ ኤርትራ ስለ ዝኾነ እታ ብጸይቲ ኣብ ከተማ ኣስመራ ሰላዪት ሻዕብያ ኮይና ትሰርሕ ዝነበረት እያ። ሓደ መዓልቲ ኣብ ኢድ ስላዪ ኢትዮጵያ ወደቐት እሞ ተኣስረት። ማርያም ግቢ ክፍሊ መጥፍኢ ሓዊ ቢምቦሪ ሓሊፍካ ኣብ ጎድኒ ገዳም መድሃኒ ኣለም ፊት ቤተ መዘክር ኤርትራ እዩ ዝርከብ። ኣብ እዋን ወተሃደራዊ መንግስቲ ደርግ ኣሰቃቂ ቤት ማእሰርቲ እዩ ነይሩ። እታ ብጸይቲ ኣብኡ ተዳጎነት። ኣሰቃቂ መግረፍትን ምርምራን ተኻየደላ። ኣይገበርኩን ኢላ ኣሉ በለት። ኣብ ልዕሊኣ ዝፈጸምዎ ግፍዕታት እናኸፍአ ኸደ። ቁርበት ስጋኣ ተመላሊጡ ስጋኣ ሓሰኸ። ኣብ በላሕቲ ኩሮትን መሳምርን ዝመልኦ ባይታ ኣደቂሶም ኣካላታ ደም እናነዝዐ ሓደ ገዚፍ ሰብ ኣብ ከብዳ እዚ ኻልእ ድማ ኣብ ኣፍልባ ኮፍ በልዋ። እቲ ኣሰቃቒ መርመራ በዚ ኣየብቅዕን። ብርሕማ ሓጺን ኣእትዮም ብጭካነ ኣኾስዋ። ደም ጃሕጃሕ በለ። ፌሩዝ ነብሳ ቅዝሕ ኢልዋ ሰለፋ ኣማሳቐለት። ነቲ ትሰምዖ ዝነበረት ምእማኑ ተጸገመት። ንብዓት ብኽልተ ማዕጉርታ ወሓዘ። ከኖልየል ርእሱ ናብ ባይታ ኣድኒኑ እቲ ጭካነ መወዳእታ ኣይነበሮን። ኣተንሲኦም ኣብቲ መስማርን በሊሕ ኩረታትን ኣእጋራ ደም እናነዝዐ ክትከይድ ኣገደድዋ። ቃንዛ በርቲዕዋ ደው ምስ እትብል እቲ ሓደ እግራ ይረግጻ፣ እቲ ካልእ ብሓይሊ ይስሕባ። ብኡ ኣየብቅዐን። ሓላፊ ናይቲ ቤት ማእሰርቲ ቁጽሪ ሸሞንተ ኣሲሮም ምርመራ ከካይዱላ ኣዘዘ። ነቲ ሓደገኛ ምርመራ ብጽንዓት ሰጊራ ክትመውት ወሰነት። ከም ሰብ ዋላ ሓንቲ ዝተረፋ ኣይነበረን። ካብ ርሕማ ብዝፈስስ ደም ሰውነታ ጨቅዩ ንኽልቲኡ ኣእጋራ ናብ ክልተ መኣዝን ገቲሮም ጠልጠል ኣቢሎም ገረፍዋ። ሰውነታ ናብ ክልተ ክምቀል ቁሩብ ክሳዕ ዝተርፎ ለይትን መዓልትን ተሳቒላ ኣሕለፈቶ። ኣብ ከምቲ ኩነታት ሞት እቲ ዝበለጸን ዝተመርጸን ምርጫ እዩ። እታ ብጸይቲ ግና ነቲ ፍጡር ወዲ ኣዳም ክጻወሮ እኽእል እዩ ኢልካ ክትኣምኖ ዘጸግም መሪር መግረፍቲ ተጻዊራ ኣብ ቃላ ጸንዐት። ንስለ ዕላማ። ከምኣ ንጣር ደኣለን ብሂወት ተሪፈን እምበር መብዛሕትኣን ብዝወረደን ኣሰቃቂ መርመራ ተሰዊኤን እየን። ድሕሪ ናይ ሓደ ዓመት ሕሱም ምርመራ ተፈሪዳ ካብ ማርያም ግምቢ ናብ ቤት ማእሰርቲ ሓዝሓዝ ሰገረት። ማእሰርታ ወዲኣ ምስ ወጸት ንምሸቱ ፈዳይን ህዝባዊ ግንባር ንሜዳ ኣውጽዋ። እዚ ውሑድ ካብቲ ብዙሕ ታሪኽ ጽንዓት ደቂ ኣንስትዮ ኤርትራ እዩ። በዚ ተመክሮ እዚ ንሳ ጥራይ ኣይኮነትን ብዙሓት ደቂ ኣንስትዮ ሓሊፈን እየን ኣይተዘንተወለንን እምበር ክሳዕ ሎሚ በቲ ዝወረደን ኣሰቃቂ መግረፍቲ እሰንከላን ዝቕንዘዋን እውን ኣለዋ ንምንታይ እዚ ኹሉ ንስለ ዕላማ ኢሉ ተኲሩ ዓይኒ ዓይና ጠመታ ፌሩዝ ኣይከኣለትን ንብዓታ ብኽልቲኡ መዓኩርታ ወሓዘ ኮሎኔል ተስፋይ ኣብ ገድሊ ደቂ ኣንስትዮ ዘካይድኦ ቃልሲ ኣንጻር ባህሪ ንኽትኣምኖ ዘጸግም መሪር ኩነታትን እቲ ገንዘብ ኣልቦ ጥዑም ህይወት ሜዳን ከዕልላ ሓንሳብ ክትነብዕ ጸኒሓ ክትስሕቕን ክትግረምን ክሳዕ ፍርቂ ለይቲ ኣዕሊሎም ነናብ መዳቕሶም ኣተዉ።